ሰላም ሰላም ኣብ መላእ ዓለም ትርከቡ ናይ ቻናለይ ፍትዋትን ክብራንን ተኸታተልቲ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ክበዝሐለይ በዓልቲ ሙሉእ ተስፋ እየ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ደሞ ከምቲ ልሙድ ዕለታዊ ሸርፊ ብናይ ኢትዮጵያ ንግድ ባንኪ እና ብናይ ኢትዮጵያ ብላክ ማርኬት ወይ ከዓ ብሓዋላ ኢሉ እውን ብናይ ግሊ ባንክታት ክንርኢ ኢና ሎማዓንቲ እመኑይ ትእመኑ ሸርፊ ብጣዕሚ እዩ ወሲኹ ዘሎ ኣግርህ ኣቢሉና ኣሎ ብሓደ ግዜ ታይ ዝኣክል ወሰኽ ወሲኹ ንዝብል ደሞ ክንርኢ ኢና ማለት እዩ ሚያዝያ ዓሰርተ ሰለስተ ወይ ከዓ ኣፕሪል ዕስራን ሓደን ከምኒ ኣሜሪካ ዶላር ዩሮ ስዊስ ፍራንክ ኣውስትራሊያ ዶላር ካናዳ ዶላር ቻይና ዩሃን ፓውንድ ስተርሊንግ ኩዌስ ዲናር ዩናይትድ ኣረብ እምሬት ድርሃም ስዑዲ ዓረብ ሪያል ጆርዳን ጆርዳን ዲናር ባህሬን ዲናር ቱርኪ ግብጺ የመን ወዘተ ዝበሉ ክንርኢና ሰናይ ጻኒሒት ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና ይላቦ ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ እየ እና ያው ኣብዚ ሕዚ ግዜ ምኦ ስለ ዝኾነ ምኮይፍ ወሊዐ እኒኹ ንድምፂ ብጣዕሚ ይቅርታ ማለት እዩ ብጣዕሚ ተረብሽኩም ደግሞ ከስተኻኽሎ እየ

ክሸርፍ ከሎ ሚእቲ ዶላር ዓሰርተ ሰለስተ ሽሕን ሓደን ሚእትን ሸውዓተን ይመጽእ ኣሎ። ዶላር ብጸሊም ዕዳጋ ወይ ከዓ ኣቑሑ ሓዋላ ሚእትን ሓምሳን ሸውዓተን ቅርሽን ነጥቢ ሰብዓን ሓሙሽተን ሳንቲምን ክሸርፍ ከሎ ሚእቲ ዶላር ዓሰርተ ሓሙሽተ ሽሕን ሸውዓተ ሚእትን ሰዓን ሓሙሽተን ቅርሽን ይመጽእ ኣሎ። እንግዲህ ናብ ሚእትን ስሳን እናተጸጋግዐ እዩ ዘሎ። እ፣ ጽባሕ ንግሆ ብሓንቲት ግዜ ምእታዋ ይትቐርር ማለት እዩ። የጠራጥር እዩ እውነት ብጣዕሚ እዩ ዘፍርሕ። ሸርፊ ኮይንዎ ዝኒሆ ቀፂልና ንሪኦ ዩሮ እዩ ክኸውን ሓደ ዩሮ ብናይ ኢትዮጵያ ንግድ ባንኪ ሚእትን ዕስራን ትሽዓተን ቅርሺ ነጥቢ ዜሮ ሽዱሽተ ሳንቲምን ክሸረፍ ከሎ ሚእቲ ዩሮ ዓሰርተ ክልተ ሽሕን ትሽዓተ ሚእትን ሽዱሽተን ይመፀሎ ዩሮ ብናይ ወጋገን ባንኪ ይቅርታ ዩሮ ብናይ ግሎባል ባንኪ ሚእትን ስሳን ሸውዓተን ቅርሽን ነጥቢ ሓምሳን ሽዱሽተን ሳንቲምን ክሽረፍ ከሎ ሚእቲ ዩሮ ዓሰርተ ሽዱሽተ ሽሕን ሸውዓተ ሚእትን ሓምሳን ሽዱሽተን ቅርሽን ይመጽእ ኣሎ። ዩሮ ብሓደ ግዜ ወሰኽ ኣርእዩና ኣሎ ብባንኪ። እንግዲህ ሕሰብዎ ኣብ ጀርመን ወይ ከዓ ኣብ ካልእ ካልእ ዓዲ ትርከቡ ብዩሮ ትኽፈሉ ብዚ ማለት ካብዙይ ብታሕቲ እንድሕር ተሽርፉ ብባንኪ ክተሽርፉ ይምረፅ ማለት እዩ። ብልዕል ዘለ ካብዙይ ብላዕሊ እውን ክህልዋ ይኽእላ እየን። ስለዚ ኣብ ዌብሳይት ሪኢኹም ብዚ ባንኪ ይሓይሽ ይብል ብወገነይ። ዩሮ ብፀሊም ዕዳጋ ወይ ከዓ ብሓዋላ ሚእትን ሰማንያን ሓደን ቅርሽን ነጥቢ ሓምሳን ትሽዓተን ሳንቲምን ክሽርፍ ከሎ ሚእቲ ዩሮ ዓሰርተ ሸሞንተ ሽሕን ሓደ ሚእትን ሓምሳን ትሽዓተን ይመፅእ ኣሎ። ዩሮ ሎማዓንቲ ብከፍተኛ መጠን እዩ ወሰኽ ኣርእዩና ዘሎ። ኣነ ንባዕለይ ደንጊፀ እየ ደጋጊመ እየ ሪኦዮ። ኣይነድዩ እናበልኩ ማለት እዩ እና ብባንክ ኾነ ብፀሊም ዕዳጋ ብጣዕሚ እዩ ወሲኹ ዘሎ ማለት እዩ ቀፂልና ንሪኦ ናይ ስዊዝ ፍራንክ ክኸውን ሓደ ናይ ስዊዝ ፍራንክ ብናይ ኢትዮጵያ ንግድ ባንኪ 136 ቅርሺ ነጥቢ 04 ሳንቲምን ክሽረፍ ከሎ 100 ናይ ስዊዝ ፍራንክ 13640 ይመፅእ ኣሎ ማለት እዩ። ስዊዝ ፍራንክ ብናይ ወጋገን ባንኪ 159 ቅርሺ ነጥቢ 30 ሳንቲምን ክሽረፍ ከሎ ሚእቲ ናይ ስዊዝ ፍራንክ ዓሰርተ ሓሙሽተ ሽሕን ትሽዓተ ሚእትን ሰላሳን ይኸውን ኣሎ። ናይ ስዊዝ ፍራንክ ብጸሊም ዕዳጋ ውይከዓ ብሓዋላ ሚእትን ተስዓን ኣርባዕተን ቅርሽን ነጥቢ ተስዓ ሳንቲምን ክሽረፍ ከሎ ሚእቲ ናይ ስዊዝ ፍራንክ ዓሰርተ ትሽዓተ ሽሕን ኣርባዕተ ሚእትን ተስዓን ይኸውን ኣሎ ማለት እዩ። እንግዲ ናይ ስዊዝ ፍራንክ ባዕሉ ናብ ክልተ ሚእቲ እናተጸጋግዐ እዩ ዝርከብ። እዚኹም ብጣዕሚ ወሰኽ ኣርእዩና እንዮ። ቀጺልና ንሪኦ ናይ ካናዳ ዶላር'ዩ ክኸውን። ሓደ ናይ ካናዳ ዶላር ብናይ ኢትዮጵያ ንግድ ባንኪ ሰማንያን ሽዱሽተን ቅርሽን ነጥቢ ዜሮ ሽዱሽተ ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ሸሞንተ ሽሕን ሽዱሽተ ሚእትን ሽዱሽተን ይመጽእ ኣሎ። ካናዳ ዶላር ብናይ ወጋገን ባንኪ ቴስዓን ሰለስተን ቅርሽን ነጥቢ ሰብዓን ሸሞንተን ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ትሽዓተ ሽሕን ሰለስተ ሚእትን ሰብዓን ሸሞንተን ቅርሽን ይመጽእ ኣሎ ማለት'ዩ። ካናዳ ዶላር ብፀሊም ዕዳጋ ወይ ከዓ ብሓዋላ ሚእትን ዓሰርተ ኣርባዕተ ቅርሽን ነጥቢ ሰላሳ ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ሓደ ሽሕን ኣርባዕተ ሚእትን ሰላሳን ይመፀሎ ማለት እዩ። ቀፂልና ንሪኦ ናይ ኣውስትራሊያ ዶላር ሓደ ናይ ኣውስትራሊያ ዶላር ብናይ ኢትዮጵያ ንግድ ባንኪ ሰብዓን ሸሞንተን ቅርሽን ነጥቢ ዓሰርተ ሓሙሽተ ሳንቲምን ክሸረፍ ከሎ ሚእቲ ናይ ኣውስትራሊያ ዶላር ሸውዓተ ሽሕን ሸሞንተ ሚእትን ዓሰርተ ሓሙሽተ ቅርሽን ይመጽእ ኣሎ። ናይ ኣውስትራልያ ዶላር ብናይ ወጋገን ባንኪ። ሰማንያን ክልተን ቅርሺ ነጥቢ ሰማንያ ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ሸሞንተ ሽሕን ክልተ ሚእትን ሰማንያን ይመጽእ ኣሎ። ኣውስትራልያ ዶላር እናተፋሓኾት ናብ ሚእትን ሓደን ቅርሽን ነጥቢ ዓሰርተ ሽዱሽተ ሳንቲምን በጺሓ ኣላ። ሚእቲ ናይ ኣውስትራልያ ዶላር ዓሰርተ ሽሕን ሓደ ሚእትን ዓሰርተ ሽዱሽተ ቅርሽን ኮይኑ እኒሆ ማለት እዩ። ብጣዕሚ ብጣዕሚ ወሰኻ ርኢና እኒሆ እዚ ባዕሉ። ቀጺልና ንሪኦ ናይ ቻይና ዩሃን እዩ ክኸውን። ሓደ ናይ ቻይና ዩሃን ብናይ ኢትዮጵያ ንግዲ ባንኪ ዓሰርተ ሽዱሽተ ቅርሺ ነጥቢ ስሳን ሸውዓተን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ሽሕን ሽዱሽተ ሚእትን ስሳን ሸውዓተን ቅርሽን ይመጽእ ኣሎ ማለት እዩ። ቻይና ዩሃን ብናይ እናት ባንኪ ዓሰርተ ሸውዓተ ቅርሺ ነጥቢ ሰማንያን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ሽሕን ሸውዓተ ሚእትን ሰማንያን ሽዱሽተ ቅርሽን ይመጽእ ኣሎ ማለት እዩ። ቻይና ዩሃን ብጸሊም ዕዳጋ ወይ ከኣ ብሓዋላ ዕስራን ሓደን ቅርሽን ነጥቢ ሱሳን ክልተን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ክልተ ሽሕን ሓደ ሚእትን ሱሳን ክልተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ እንግሊዝ ፓውንድ ስተርሊንግ ሓደ ናይ እንግሊዝ ፓውንድ ስተርሊንግ ብናይ ኢትዮጵያ ንግድ ባንኪ ሚእትን ሓምሳን ክልተን ቅርሽን ነጥቢ ሰብዓ ሳንቲምን ክሽረፍ ከሎ ሚእቲ ፓውንድ ዓሰርተ ሓሙሽተ ሽሕን ክልተ ሚእትን ሰብዓን ይመጸሎ ማለት እዩ። ፓውንድ ብናይ ወጋገን ባንኪ ሚእትን ሰብዓን ክልተን ቅርሽን ነጥቢ ሰብዓን ሸሞንተን ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ዓሰርተ ሸውዓተ ሽሕን ክልተ ሚእትን ሰብዓን ሸሞንተን ቅርሽን ይመጸሎ። ፓውንድ ስተርሊንግ ብናይ ኢትዮጵያ ብላክ ማርኬት ወይ ከዓ ብሓዋላ ክልተ ሚእትን ዓሰርተ ሓደ ቅርሽን ነጥቢ ዜሮ ሓሙሽተ ሳንቲምን ክሸረፍ ከሎ ሚእቲ ፓውንድ ስተርሊንግ ዕስራን ሓደን ሽሕን ሓደ ሚእትን ሓሙሽተን ይመጸሎ። እስካብ ሕዚ ክንሪኦ ዝጸናሕና ናይ ኣውሮፓ ሃገራት ይመስል ነይሩ። ናይ ኣውሮፓ ሃገራት እንግዲህ ብጣዕሚ ወሰኻ ርኢና እንሆ ቀጺልና ንሪኦ ናይ ዓረብ ሃገራት እዩ ክኸውን። ከምቲ ልሙድ ላይክ ዘይገርኩም ከዓ ላይክ ምግባርኩም ኣረጋግጹ ማለት እዩ። ካብ ናይ ዓረብ ሃገር ኣቐዲምና ንሪኦ እታ ብዓለምና ቀዳማይ ደረጃ ተሰሪዓ እትርከብ ብክባር እትሽርፍ ናይ ኩዌት ዲናር ሓደ ናይ ኩዌት ዲናር ብጸሊም ዕዳጋ ወይ ከኣ ብሓዋላ ሓሙሽተ ሚእትን ዓሰርተ ኣርባዕተ ቅርሽን ነጥቢ ሰብዓ ሳንቲምን ክሸርፍ ከሎ ሚእቲ ናይ ኩዌት ዲናር ሓምሳን ሓደን ሽሕን ኣርባዕተ ሚእትን ሰብዓን ይመጽእ ኣሎ ማለት እዩ ቀጺልና ንሪኦ ናይ ዩናይትድ ኣረብ እምሬት ወይ ከኣ ናይ ዱባይ ድርሃም ሓደ ናይ ዱባይ ድርሃም ብናይ ኢትዮጵያ ንግድ ባንኪ ሳላሳን ሰለስተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሸርፍ ከሎ ሽሕ ናይ ሽሕ ናይ ዱባይ ድርሃም ሳላሳን ሰለስተን ሽሕን ሰብዓን ሽዱሽተን ቅርሺ ንመጸሎ ናይ ዱባይ ድርሃም ብናይ ግሎባል ባንኪ ሳላሳን ሽዱሽተን ቅርሺ ነጥቢ ሰብዓ ሳንቲምን ክሽረፍ ከሎ ሽሕ ናይ ዱባይ ድርሃም ሳላሳን ሽዱሽተን ሽሕን ሰብዓ ቅርሺ ንመጸሎ ናይ ዱባይ ድርሃም እንግዲህ ኣርባዓን ሰለስተን ኣርባዓን ሰለስተን ሽሕ ክትኣቱ ወይ ከዓ ኣርባዓን ሰለስተን ቅርሺ ክትኣቱ ዜሮ ሸውዓተ ሳንቲም ብቻ እያ ትቐርያ ዘላ ናይ ዩናይትድ ዓረብ እምሬት ወይ ከዓ ናይ ዱባይ ድርሃም ብሎማዓንቲ ዕለት ሓንቲ ዲናር ማለት እዩ ኣርብዓን ቅርታ ኣርብዓን ክልተን ቅርሽን ነጥቢ ተስዓን ክልተን ሳንቲምን ክሸረፍ ከሎ ሽሕ ናይ ዱባይ ድርሃም ኣርብዓን ክልተ ሽሕን ተስዓን ክልተን ቅርሽን ይመፅእ ኣሎ ብምቕፃል ንሪኦ ናይ ስዑዲ ዓረብ ሪያል ሓደ ናይ ስዑዲ ዓረብ ሪያል ብናይ ኢትዮጵያ ንግድ ባንኪ ሳላሳን ሰለስተን ቅርሽን ነጥቢ

ይመጽእ ኣሎ ማለት እዩ ናይ ስዑዲ ዓረብ ባዕሉ ብጣዕሚ ወሰኽ ኣርእየና እንዮ ንስኹም ከ ክንደይ ሓው ኢልኩም ደሞ ኣብ ኮሜንት ጸሓፉ ንስ ንስኻትኩም ሓበሬታ ተወሃቡ ብምኽንያት በዓል ኩሉ ሰብ ስለ ዝሕውል ይመስለኒ ንእሽቶ ቅናሽ ኣርእየና ነይሩ ሕዚ ግን ይውስኽ ኣሎ ማለት እዩ እንግዲህ መጨረሽ እንታይ ይኸውን ደሞ ሓቢርና ንርኢ ኢና ቀጺልና ንሪኦ ናይ ኦማር ሪያል ክኸውን ሓደ ናይ ኦማር ሪያል ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ኣርባዕተን ነጥቢ ሱሳ ሳንቲምን ክሸረፍ ከሎ ሚእቲ ናይ ኦማን ርያል ኣርብዓ ሽሕን ኣርባዕተ ሚእትን ሱሳን ይመጽእ ኣሎ። ቀጺልና ንሪኦ ናይ ጆርዳን ዲናር ሓደ ናይ ጆርዳን ዲናር ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ዓሰርተ ትሽዓተ ቅርሽን ነጥቢ ቴስዓ ሳንቲምን ክሸረፍ ከሎ ሚእቲ ናይ ጆርዳን ዲናር ዕስራን ሓደን ሽሕን ትሽዓተ ሚእትን ቴስዓን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ባህሬን ዲናር ሓደ ናይ ባህሬን ዲናር ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ዓሰርተ ሰለስተ ቅርሽን ነጥቢ ስሳን ክልተን ሳንቲምን ክሽረፍ ከሎ ሚእቲ ናይ ባህሬን ዲናር ኣርባዓን ሓደን ሽሕን ሰለስተ ሚእትን ስሳን ክልተን ቅርሽን ይመፅእ ኣሎ ማለት እዩ። ቀፂልና ንሪኦ ናይ ቱርኪ ሊሪ ሓደ ናይ ቱርኪ ሊሪ ብፀሊም ዕዳጋ ወይ ከዓ ብሓዋላ ኣርባዕተ ቅርሽን ነጥቢ ዜሮ ሸሞንተ ሳንቲምን ክሽረፍ ከሎ ሚእቲ ናይ ቱርኪ ሊሪ ኣርባዕተ ሚእትን ኣርባዕተ ሸሞንተ ሚእትን ሸሞንተን ይመፅእ ኣሎ ማለት እዩ። ቀፂልና ንሪኦ ናይ ግብፂ ኤጅፕቲሽን ፓውንድ ሓደ ናይ ግብፂ ኤጅፕትሽን ፓውንድ ብናይ ኢትዮጵያ ብላክ ማርኬት ወይ ከዓ ብሓዋላ ሰለስተ ቅርሺ ነጥቢ ዜሮ ሽዱሽተ ሳንቲምን ክሽረፍ ከሎ ሚእቲ ናይ ግብፂ ፓውንድ ሰለስተ ሚእትን ሽዱሽተን ብቻ ይመፀሎ ማለት እዩ። ክብራት ኣሕዋተይ ናይ ሎማዓንቲ ቪዲዮ እዚኣ ትመስል ነይራ። እስካዕ ቪዲዮ ፍፃመ ንዝተኸታተልኩምኒ ካብ ልቢ